ሰላም ክብራት ተኸታተልቲ ናይ ሎሚ ፊልም ኣብ ሓቀኛ ዘንታ ዝተመርኮሰት ግሪን ቡክ እትብል ኮይና ኣብ 1962 ኣብ መንጎ ጸዓድን ጸለምትን ብሕብሪ ቆርበት ንዝነበረ ኣፈላላይ ከኣ እያ ተዘንቱ እዛ ፊልም ብሓደ ቶኒ ሊፕ ዝበሃል ኣብ ሓደ ክለብ ከም ቦዲጋር ኮይኑ ዝሰርሕ ሰብኣይ እያ ትጅምር ቶኒ ተሰርሓላ ዝነበረ ክለብ ንክትሕደስ ስለ ዝተዓጽወት ንዝተወሰነ ኣዋርሕ ስራሕ ከቋርጽ ተገደደ። ሓደ መዓልቲ ቶኒ በዓልቲ ቤቱ ኣብ ገዛ ክሰርሑ ንዝመጹ ክልተ ጸለምቲ ብብኬሪ ጌራ ማይ ከተስትዮም ረኣየ። ቶኒ ዓሌታዊ ስለ ዝነበረ ማለት ጸለምቲ ስለ ዘይፈቱ እዞም ጸለምቲ ምስ ከዱ ነቲ ዝሰተይሉ ብኬሩ ገሓፎ ጸኒዑ ቶኒ ቴሌፎን ተደወሎ ዶክተር ዶን ሸርሊ ዝበሃል ሰብ ኣውሲሳ ይደሊ ከም ዘሎን እንተ ደኣ እዚ ስራሕ የድልዮ ኮይኑ ቃለ መሕተት ንክገብር ክመጽእ ከም ዘለዎን ተሓበሮ። ቶኒ ንጽባሒቱ ቃለ መሕተት ክገብር ከደ። እዚ ዶክተር ዶን ሸርሊ ዝበሃል ጸሊም ግን ከኣ ኣዝዩ ሃብታም ሰብኣይ ኮይኑ እዩ ረኺብዎ። ቶኒ ነዚ ምስ ረኣየ ኣዝዩ ተገረመ። ምክንያቱ ኣብቲ እዋን እቲ ሃብታማት ጸለምቲ ምርኣይ ልሙድ ኣይነበረን። ሸርሊን ቶኒ ከም ዝበሎ ኣነ ኦርጋኒስት እየ ካብ ማእካላይ ምዕራብ ጀሚሩ ክሳብ ደቡብ ንሸሞንተ ሰሙን ዝቕጽል ምርኢት ከኣ ኣለኒ ኣብዚ ጉዕዞ ሓደ ኣውሲስታ የድልየኒ ኣሎ ንስኻ ንዝኾነ ይኹን ጸገም ብቐሊሉ ንኽተመሓደሩ ከም ዘይጽግመካ ሰባት ስለ ዝዐሉኒ እየ ቆጺረካ ንሶም ሚእቲ ዶላር ክኸፍለከ ብተወሳኺ ውን ኣብ ጉዕዞና ካብ ምግብኻ ጀሚሩ ክሳብ መደቀሲኻ ኩሉ ወጻኢታት ባዕለይ ክሽፍኖ እየ በሎ። ግና ብተወሳኺ ክዳውንተይ ምስራርን ጫማይ ምውልዋልን ኣባኻ እዩ በሎ። ቶኒ ነዚ ምስ ሰምዐ ካብ ኮፍ መበሊኡ ሓፍ በለ። ከም ኣውሲታኻ ጥራይ ተዘይኮይኑ ካልእ ዝኾነ ተወሳኺ ስራሕ ክሰርሕ ኣይክእልን እዩ ኢሉ ከኣ ገዲፍዎ ከደ። ንጽባሒቱ ሸርሊ ንቶኒ ብምድዋል ከም ኣውሲስኡ ጥራይ ኮይኑ ንክሰርሕ ከም ዝመረጾ ሓበሮ። ዋላ'ኳ ቶኒ ሸርሊ ጸሊም ስለ ዝኾነ ኣብ ትሕቲኡ ኮይኑ ክሰርሕ ይደሊ እንተ ዘይነበረ ግና ናይ ገንዘብ ጸገም ስለ ዝነበሮ ሕራይ በሎ። ኣብታ መጀመርታ መዓልቲ ቶኒ ስርሑ ዝጀመረላ ተሓጋጋዝቲ ሸርሊ ንቶኒ መፍትሕ መኪናን ግሪን ቡክ እትብል ንእሽተይ መጽሓፍን ሃብዎ። እዛ ግሪን ቡክ እትብል መጽሓፍ ጸለምቲ ክበልዑሉን ከዕርፉሉን ዝኽእሉ ሆቴላትን ቤት መግብን ኣጠቓሊላ እያ እትርከብ። ምኽንያቱ ኣብቲ እዋን'ቲ ጸለምቲ ኣብ ዝኾነ ሆቴላትን ቤት መግብን ክኣትዉ ኣይፍቀዶምን እዩ ዝነበረ። ቶኒ ኣብ ስዊሳ ተዘይኮይኑ ዝኾነ ስራሕ ኣይሰርሕን እየ ኢሉ ስለ ዝኣበዮ ሰራሕተኛ ሸርሊ ንቦርሳታት ኣብ መኪና ጸዓኖ። ጉዕዞኦም ከኣ ሓደ ኢሎም ጀመሩ። ኣብቲ መጀመርያ ክልቲኦም ክሰማምዑ ኣይከኣሉን። ምኽንያቱ ቶኒ ኣብ ውሽጢ መኪና መግቢ ይምገብን ሽጋራ ይስሕብን እዩ ዝነበረ። ሸርሊ ንቶኒ ኣብ ውሽጢ መኪና ኮይኑ ሽጋራ ምስሓብ ንኸቋርፅ ነገሮ። ቶኒ ሰሚዕዎ ስቕ በለ፣ ግና ጸኒሑ ነታ ሽጋራ ደርበያ። ኣብቲ መጀመርታ ግዜ መሪኡ ዘርእሉ ቦታ ከኣ በጽሑ። ሸርሊ ንቶኒ ኣብ ውሽጢ ኣዝዮም ዓበይትን ክቡራትን ሰባት ስለ ዘለዉ ስነ ስርዓት ክትገብርን እትጥቀመሎም ቃላት ክትጥንቀቐሎምን ኢኻ ዘለካ በሎ። ቶኒ ኸኣ ካብ ከምዚ ዝደገ ምጽባይ ይሕሸኒ በለ። ሸርሊ ጽቡቕ ኣለኻ እሱ ይሕሸካ በሎ። እዚ ባህርያዊ ፍልልያቶም ከኣ ኣብ መንጎኦም ዘይምርዳእ ይፈጥረሎም ነበረ። ድሕርዚ ምርኢት ተጀመረ። ሸርሊ ከኣ በታ ዝተቐረበትሉ ኦርጋን መሳጢ ዝኾነ ሙዚቃ ኣቕረበ። ቶኒ ናብ ክፍሊ ብምእታው ነቲ መደብ ንቕሩብ ደቓይቕ ተኸታተሎ። ብተውህቦ ሸርሊ ከኣ ተመሰጠ። ምክንያቱ ሸርሊ ናይ ብሓቂ ኦርጋን ጽቡቕ እዩ ዝጻወት ሸርሊ መደቡ ወዲኡ ንደገ ወጸ ንቶኒ ከኣ ምስቶም ኣብ ምርኢት ክኣቱ ዘይፍቀዶም ሰራሕተኛታት ካርታ ክጻወት ረኣዮ ሸርሊ ንቶኒ እንተ ደኣ ዝያዳ ገንዘብ የድልየካ ኣሎ ንዓይ ሕተተኒ ኣነ ክበካ ይኽእል እየ በሎ ቶኒ በሊዐ እዮም እካ መጽኦ ዘለኹ በለ ሸርሊ ክትብላዕ ከም እትኽእል እውን ትፈልጥ ዲኻ በሎ ቶኒ ንገንዘብ ዘይኮና ግዜ ክነሕልፍ ኢና ንክንፃወት ፀኒሕና በሎ ሸሊ እቶም ካልኦት እሱ እኳ ሕራይ ንውሽጢ ክኣትዉ ስለ ዘይተፈቕዶም ይፃወቱ ነይሮም ንዓኻ ግን ተፈቒዱካ ነይሩ እዩ በሎ ብድሕሪ እዚ ናብ ዝቕፅል ምርኢት ጉዕዞም ቀፀሉ ኣብ ጉዕዞ ኣብ ሓንቲ ዱካን ኣልገሱ ኣብ ቅድሚ እዛ ዱካን ዝተፈላለየ ሕብሪ ዘለዎም የእማን ንመሸጣ ተዘርጊሖም ነበሩ ቶኒ ሓንቲ እምኒ ኣብ መሬት ወዲቓ ስለ ዝረኣየ ኣልዒሉ ኣብ ጅቡኡ ኣቐመጣ ሓደ ካብቶም ክልተ ምስ ሸርሊ ሙዚቃ ዝጻወቱ ንቶኒ ነታ እምኒ ከልዕላ ስለ ዝረኣዮ ንሸርሊ ነገሮ። ቶኒ ናብ መኪንኡ ተመሰ። ሸርሊ ካብዛ ዱካን ሓንቲ እምኒ ሰሪካ ኣለኻ በሎ። ቶኒ ኣነ ኣይሰረኩን ኣብ መሬት ወዲቓ ስለ ዝረኣኽዋ የልዕለያ በሎ። ሸርሊ ወይ ነዚ በዓል ዱካን ዋጋ ኣኽፈሎ ወይ ከኣ ምለሳ በሎ። ቶኒ ስለምንታይ ከምኡ ዝገብር በሎ። ሸርሊ ከም ዝበልኩኻ እንተ ጌርካ ጽቡቕ ክስምዓካ እዩ በሎ። ቶኒ ነታ እምኒ ክመልሳ ኣይደለየን ነይሩ፣ ግና ሸርሊ ስለ ዘገደዶ ንኽመልሳ ከደ። ጉዕዞኦም ብምቕጻል ከኣ ኣብቲ ሸርሊ ንሎሚ ምሸት ምስቶም ክልተ ብጾቱ መርኢት ንኸርእዩሉ ዝተመደበ ቦታ በጽሑ። ቶኒ ናብቲ ቦታ ኣቐዲሙ ብምኻድ ነታ ኦርጋን ቸክ ገበራ። ኣብቲ ቦታ ሓንቲ ዝረሳዐት ኦርጋን ጸንሐቶ። ነቲ ነዚ መደብ ዝሰርዕ ዝነበረ ሰብ ብምጽዋዕ ከኣ ከምዚ በሎ፣ እዚኣ እታ ሸርሊ ንሎሚ ምሸት ክጻወተላ ኣብ ኮንትራክት ተጻሒፋ ዘላ ኦርጋን ኣይኮነትን። ንሱ ስተንወይ ዝዓነታ ኦርጋን እዩ ዝጻወት ንሱ ኣብየላ በሎ እቲ ኦርጋናይዘር ከኣ ንሕና እዛ ኦርጋን እዚኣ ጥራያ ዘላትና ነዚኣ ከ ዓይኒ ቅይራንና ሸልን ሎሚ ምሸት በዚኣ ገይሩ ክጻወት ምስ በሎ ቶኒ እዚ ዘረባ ቅጭ ስለ ዘምጻሉ ነዚ ኦርጋናይዘር ግንዱዝ ንጸፍዖ። ኣብታ ምሸት ከኣ ሸርሊ፣ ስታን ወይ ኦርጋን እናተጻወተ እዩ ዝረኣ። ብድሕርዚ ናብ ዝቕጽል ምርኢት ጉዕዞም ቀጸሉ። ቶኒ ብዛዕባ ሸርሊ ዝነበሮ ኣረኣእያ ዳርጋ ተቐይሩ እዩ። ቅድሚ ሕጂ ክልቲኦም ብዝኾነ ነገር ክካትዑን ዝረኣዩ ዝነበሩ፣ ሕጂ ግን ብቐሊሉ ክረዳድኡን ብዛዕባ ስድራ ቤታቶም ከዕልሉን ሓሳባት ክለዋወጡን እዮም ዝረኣዩ። ኣብ ጉዕዞ እንከለዉ ንእግሪ መንገዶም KFC ቺክን ፍራይ ዝሽየጠሉ ቤት መግቢ ረኣዩ። ቶኒ ከኣ ብዙሕ ቺክን ፍራይ ገዝአ። ንሸርሊ ቺክን ንኽምገብ እውን ነገሮ። ግና ሸርሊ ዝኾነ ምግቢ ክምገብ እንተደኣ ኮይኑ፣ ብግቡእ ኣብ መመገቢ ጣውላ ኮይኑ ብብያቲ እንተዘይኮይኑ፣ ከምዚ ኢሉ እናተጓዕዘ ናይ ምምጋብ ልምዲ ስለዘይነበሮ ኣበዮ። ቶኒ ንሸርሊ፣ ከምዚ ጌርካ እውን ክትምገብ ኣለካ ነፍሲ ወከፍ ህሞት ናይ ህይወትካ ከተስተማቕሮ ኢኻ ዘለካ በሎ ሸርሊ ኣነ ከምዚ ኢለ ኣብ ጉዕዞ እንከለኹ ክምገብ ኣይክእልን እየ በለ ቶኒ እንተ ተመጊብካ ጽቡቕ እንተዘይኮይኑ ኣብ ክዳንካ ክድርቤልካ እያ ስለ ዝበሎ ሸርሊ ተቐቢሉ ምምጋብ ጀመረ ነዚ ዓጽሚ ዳ ኣበይ ክገብረ እየ በሎ ቶኒ ነቲ ዓጽሚ ንደገ ክድርብዮ ጀመረ። ሸርሊ እውን ከምቲ ቶኒ ዝገበሮ ብምግባር ነቲ ዓጽሚ ናይ ደርሆ ንደገ ደርበዮ። ግና ቶኒ ነቲ ናይ ኮካ መሰይ ንደገ ክስንድዎ ምስ ረኣየ ሸርሊ ተመሊሱ ንኸልዕሎ ተዛረቦ። ቶኒ እውን ተመሊሱ ኣልዓሎ። ኣብ መንጎ ክልቲኦም ዝነበረ ትዕቢትን ዘይምርዳእን ከኣ ፈጺሙ ኣብቅዐ። ኣብ ኣጋ ምሽት ከኣ ኣብ መዕረፊ ቦትኦም በጽሑ። ቶኒ ኣብ መዕረፊ ክፍሉ እንከሎ፣ ሸርሊ ሓገዝ የድልዮ ከም ዘሎ ተሓበሮ። ቶኒ ናብ ዝተሓበሮ እንዳ ባር እንተ ኸደ፣ ብርክት ዝበሉ ጸዓዱ ንሸርሊ ከጋፍዕዎ ረኣየ። ምኽንያቱ ኣብዚ እንዳ ባር ጸዓዱ እንተ ዘይኮይኖም ጸለምቲ ክኣትዉ ኣይፍቀዶምን እዩ። ቶኒ፣ ንሸርሊ ግደፍዎ በሎም። ግና ንሳቶም ክገድፍዎ ኣይደለዩን። ቶኒ ነዚ ስለ ዘስተብሃለ፣ እንተ ዘይፈኒኹሞ ብጥይት ክኣትወኩም እየ ብምባል ኢዱ ንድሕሪት የሕለፈ። ግና ኣብ መንጎ ዋና እቲ ባር ናብ ቶኒ ብረት ብምቕናዕ ነቶም ጸዓዱ ንሸርሊ ንክገድፉ ኣዘዘ። ቶኒ ንሸርሊ ብምድሓን ምስኡ ሒዝዎ ከደ። ንሸርሊ ከኣ ድሕሪ ሕጂ ናብ ዝኾነ ይኹን ቦታ ብዘይ ባይ ከይትንቀሳቐስ በሎ። ሸርሊ ንቶኒ እንታይ ናይ ብሓቂ ምሳኻ ሽጉጥ ኣለካ በሎ። ቶኒ ኣነ ሽጉጥ የብለይን ፈሪሖም እንተገደፉ ካይደይኮም ኢሉዮም በሎ። ንጽባሒቱ ከኣ ጉዕዞኦም ቀጸሉ። እናተጓዕዙ እንከለዉ ኣብ መንገዲ መኪና ተበላሸወቶም። ቶኒ መኪና ንምዕራይ፣ ሸርሊ ከኣ ንፋስ ንምውሳድ ካብ መኪና ወረዱ። ኣብ ጥቕኦም ኣብ ሓደ ግራት ግልበታዊ ስራሕ ዝሰርሑ ዝነበሩ ጸለምቲ፣ ሓደ ጻዕዳ ኣብ ትሕቲ ሓደ ጸሊም ኮይኑ ክሰርሕ ብምርኣይ ኣዝዮም ተገረሙ። ምኽንያቱ እዚ ኣብቲ እዋን እቲ ኣዝዩ ዓቢ ነገር እዩ። መኪኖም ብምዕራይ ናብቲ ምርኢት ዘርእዩሉ ቦታ በጽሑ። ኩሎም ከኣ ብኽብሪ ተቐበልዎም። ምሸት ኣብ መንጎ ምርኢት ሸርሊ ሽንቲ ቤት ክጥቀም ከም ዝደለየ ሓበረ። ግና እቲ ማናጀር ጸሊም ስለ ዝኾንካ ናይዚ ሆቴል ሽንቲ ቤት ክትጥቀም ኣይፍቀደካን እዩ። ኣብ ፊትና ጸለምቲ ዝጥቀሙሉ ሓደ ርስሕ ዝበለ ሽንቲ ቤት ኣሎ ናብኡ ክትበሎ ሸርሊ ኣብዚ ሆቴል ምጥቃም እንተ ደኣ ከሊእኹምኒ ንስኻትኩም ተጸበዩኒ፣ ኣብቲ ዝሓደርኩሉ ሆቴል ሽንቲ ቤት ተጠቂመ ክመጽእዮ ኢልዎም ኣብ መንጎ ሓዲግዎም ሽንቲ ቤት ንኽጥቀም ናብ ዝሓደረሉ ሆቴል ከደ። ቶኒ ፈጺሙ ኣይተረድኦን። እንታይ ጸገም ነይርዎ? ኣብቲ ዝሓበሩኻ ሽንቲ ቤት ዘይትጥቀም ነበርካ ከኣ በሎ። ሸርሊ ደሓን ንስኻ ኣይክርዳእካን እዩ ስቕ ኢልካ ጥራይ ናብ ዝሓደርናሉ ውሰደኒ በሎ። ኣብቲ ዝሓደርሉ ሽንቲ ቤት ብምጥቃም ከኣ ተመሊሱ ነቲ መርኢት ዛዘሞ። ንጽባሒቱ ቶኒ ንበዓልቲ ቤቱ ደብዳበ እናጸሓፈ እዩ ዝርአ። ቶኒ ንበዓልቲ ቤቱ ስለ ዝናፍቓ ኩሉ ግዜ ደብዳበ ዝጽሕፈላ። ሸርሊ ብጎባ ዓይኑ ገይሩ ይሪኦ ስለ ዝነበረ ቶኒ ዲር ንኽትጽሕፍ ዲር ጽሒፍካ ኣለኻ፣ ዲር ከኣ ስም እንስሳ ይበሎ። ቶኒ ደብዳበ ክጽሕፍ ከሎ ናይ ፊደላት ጸገም ነበሮ። ብተወሳኺ እውን ዝጥቀመሎም ቃላት ናይ ጎደና ቃላት እዮም ዝነበሩ ስለዝኾነ ከዓ እዩ ሸርሊ ኣነ ደብዳቤ ከመይ ጌርካ ከም ዝፅሓፍ ክነግረካ እየ ንስኻ ዝበልኩኻ ጥራይ ፀሓፍ በሎ እንታይ ክፅሕፍ ከም ዘለዎ ከዓ ነገሮ ቶኒ እውን ሸርሊ ዝበሎ ፀሓፈ በዓልቲ ቤቱ ንቶኒ ካብ በዓል ቤታ ዝመፀ ደብዳቤ ብምንባብ ኣዝያ ተሓጎሰት። ምኽንያት መሐጎስቲኣ ከኣ ኣብቲ ደብዳበ ቅድሚ ሕጂ ቶኒ ነጊርዋ ዘይፈልጥ ፍቕራዊ ኣንቀረ ስለ ዘንበበት እያ። ብድሕሪዚ ጉዕዞኦም ብምቕጻል ኣብ ሓንቲ ከተማ በጽሑ። ንምሸቱ ቶኒ ኣብ ናይ መዕረፉ ክፍሉ እንከሎ ካብ እንዳ ፖሊስ ቴሌፎን ተደወሎ። ሸርሊ ከም እተኣስረ ከኣ ተሓበሮ። ቶኒ ኣብ እንዳ ፖሊስ እንተኸደ ሸርሊ ምስ ካልኣዩ ጥርሑ ተኣሲሩ ረኣዮ። ኣብዚ ከኣ ቶኒ ሸርሊ ገይ ከም ዝኾነ በረሃሉ። እዞም ፖሊስ ንሸርሊ ክፍንዎ ፈጺኦም ኣይደለዩን ነይሮም፣ ግና ቶኒ ነቶም ፖሊስ ጉቦ ብምብላዕ ናጻ ከም ዝኸውን ገበሮ። ሸርሊ ቶኒ ነቶም ፖሊስ ጉቦ ምሃቡ ደስ ኣይበሎም፣ ምክንያቱ እዚ ሸርሊ ዘይፈትዎ ስራሕ እዩ። ስለዚ ከኣ እዩ ምስ ቶኒ ክካታዕ ዝረአ። ቶኒ ንሸርሊ ስለምንታይ ግን ስለ ዘድሓንኩኻ ኣክን ተመስግነኒ ምሳይ ትካታዕ ኣለኻ? እዚኣቶም እንተ ደኣ ደልዮሞ፣ ነዚ ሞያኻ ነበረያ ነበረ ምገበርዎ በሎ። በዚ ጉዳይ ከኣ ክልቲኦም ተኸራረዩ። ከምዚ ኢሎም እንከለዉ፣ ንጽባሒቱ ንግሆ ኣብቲ ምርኢት ዘርእዩሉ ቦታ በጺሖም እዮም ዝረኣዩ። ኣብዚ ከኣ ቶኒ ናይ ቀደም የዕሩኽቱ ረኸበ። እዞም የዕሩኽቱ ንቶኒ ኣብ ትሕቲ ጸሊም ክሰርሕ ምስ ረኣይዎ ደስ ኣይበሎምን። ንቶኒ ከኣ እቲ ስራሕ ግደፎ፣ ንሕና ካብዚ ዝሓሸ ከነምጸልካ ኢና በልዎ። ቶኒ ኣነ ብስራሐይ ዕጉብ እየ ካልእ ስራሕ ከ ኣይድልየንን በሎም ንሳቶም ግን ንሓን ምሸት ሰዓት ሸሞንተ ርኸበና በልዎ ቶኒ ምሸት ሰዓት ሸሞንተ ካብ ክፍሉ እናወፀ እንከሎ ምስ ሸርሊ ጎፍ ተረኸበ ሸርሊ ንቶኒ ቶኒ ክሳብ ሕጂ ንስራሕካ ብግቡእ ከምቲ ኣነ ዝደልዮ ኢኻ ኣተግቢርካዮ ፍቓደኛ እንተ ደኣ ኾንካ ናይ ጉዕዘይ ማናጀርኩም ደሞዝካ እውን ዕፅፊ ክገብሮ እየ ግና በጃኻ በዚ ጀሚርካዮ ዘለኻ ስራሕ ኣብ መንጎ ከይትገድፎ በሎ። ቶኒ ከኣ ሸርሊ ኣነ ሓንሳብ ቃል ሂበካ እየ ምርኢትካ ክሳብ ዘይተወድኣ ከኣ ነዚ ስራሕ ክገድፎ ኢልካ ፈጺምካ ኣይትሕሰብ ኣነ ነዞም ናይ ቀደም ኣዕሩኽተይ ንምርካብ ጥራይ ዝኸይድ ዘለኹ ብምባል ስጉምቱ ቀጸለ። ሸርሊ ቶኒ ንታሕቲ እንዳወረደ እንከሎ ብናይ ትማል ምሸት ዘጋጠሞ ፍጻመ ይቕሬታ ብምሕታት ስለቲ ዝገበርካለይ ሓገዝ ከዓ ብልቢ እየ ዘመስግነካ በሎ ምሕዝነቶም ከዓ ካብ ናይ ዕድመ ሕጂ ንላዕሊ ዝያዳ ጠንከረ ዓብ ዕንቱ ክልቲኦም ከዓ ክብሪ ሕድሕዶም ጥራይ ዝርአ ዝነበረ ናይዚ ምሸት ምርኢት ብምርኣይ ከዓ ናብ ዝቕፅል ምልኢቶም ጉዕዞም ቆሰሉ ኣብ ጉዕዞም ከለዉ ብርትዕ ዝናብ ዘነበ ብሰንኪ እዚ ዝናብ መንገዶም ስለ ዝሰሓቱ ፖሊስ ደው ኣበልዎም እዞም ፖሊስ ሓደ ጻዕዳ ንጸሊም ከም ኦሽተ ኮይኑ ክሰርሕ ምስ ረኣዩ ጽቡቕ ኣይተሰምዖምን። ኣብ እዋን ዓራርቦ በዚ ጎደና ዝኾነ ሰብ ክሓልፍ ኣይፍቀዶን እዩ ብምባል ከኣ ካብ መኪና ከም ዝወጹ ገበርዎም። ሓደ ካብቶም ፖሊስ ናይ ቶኒ መንቀሳቐሲ ቸክ ገበሮ። ስሙ ቶኒ ቫላሉንጋ ዝብል ምስ ረኣየ ከኣ እዚ ከመይ ዓይነት ስም እዩ ክብል ንቶኒ ሓተቶ። ቶኒ ከኣ ኣነ ፍቅ ጎኒ ኢታልያዊ እየ በሎ እቲ ፖሊስ ንስኻ ደኣ ምኾኑ ሰብ ዝኾንካ እንዲኻ ደኣ ትሕቲ ጸሊም ኮንካ ትሰርሕ ዘለኻ በሎ ቶኒ ነዚ ምስ ሰምዐ ኣዝዩ ሓረቐ ነቲ ፖሊስ ብካሶቲ ክሳብ ዝወድእ ከኣ ሃረሞ ብሰንኪ እዚ ከኣ ክልቲኦም ተኣስሩ ምስ ተኣስሩ ሸርሊ ነቶም ፖሊስ ኣነ ንጠባቐይ ንኽድውል መሰለይ ስለ ዝኾነ ናብ ጠባቐይ ንኽድውል ኣፍቅዱለይ በሎም ንኽድውል ከኣ ኣፍቀዱሉ ሸርሊ ከኣ ተሌፎን ደወለ። ድሕሪ ቁሩብ ደቓይቕ እዞም ፖሊስ ካብ ሓደ ላዕለዋይ ሓላፊ ተሌፎን ተደወሎም። ብህጹጽ ናጻ ንኽለቅዎም ከኣ ተነግሮም። እዞም ፖሊስ ከኣ ከይፈተዉ ናጻ ለቓቕዎም። ብድሕሪ እዚ ጉዕዞኦም እንዳቐጸሉ እንከለዉ ሸርሊ ንቶኒ ነቲ ፖሊስ ትሃርሞ ኣይነበረካን በሎ። ቶኒ ኣነ ብርቱዕ ዝናብ እንዳዘነበ ካብ መኪና ንደገሰ ዘውጻናዮ ሓሪቐ ሃሪመዮ በሎ። ሸርሊ እቲ ጉዳይ ከምኡ ኣይነበረን ቶኒ ንስኻ እቶም ፖሊስ ድቓላ ስለ ዝበሉኻ ኢኻ ከምዚ ጌርካ እዚ ኸኣ ናይ ኣብ ዕለታዊ ህይወተይ ዘጋጥመኒ ነገር እዩ በሎ ቶኒ ንሸርሊ ሸርሊ ንስኻ ሃብታም ኢኻ ኣነ ግን ኣብ ጎደና እየ ዓብየ ዓለመይ ከኣ ካብ ዓለምካ ትጽልም በሎ ንስኻ ሞ እንታይ ኣፍሊጥካ ኣነ ዝነብሮ ህይወት ኣነ ጥራይ ዝፈልጦ በሎ ሸርሊ እዚ ዘረባ ደስ ስለ ዘይበሎ ካብ መኪና ወረደ ቶኒ እውን ካብ መንኪና ብምውራዶ ድሕሪኡ ሰዓቦ። ሸርሊ ናብ ቶኒ ብምጥማት ቶኒ ጽቡቕ ኣለኻ ኣነ ሃብታም እየ ንሃብታማት ከኣ እየ ኦርጋን ዝጻወት ንሳቶም ብሰንኪ እዚ ብዙሕ ገንዘብ እዮም ዝኸፍሉኒ ግና ኣነ ስርሐ ምስ ወዳእኹ ልክዕ ከም ኩሎም ጸለምቲ ሓደ ተራ ጸሊም ሰብ ኮይኑ እየ ዝረኣዮም ንዓይ እዞም ጻዕዲ ካብኦም ስለ ዘይኮንካ ይቕበሉን እዮም እቶም ጸለምቲ ኣሕዋተይ እውን እንተኾኑ ካብኦም ዝተፈለዉ ኮይኑ ስለ ዝስምዖም ንሳቶም እውን እንተኾኑ ኣይቕበሉን እዮም ዝነብሮ ዘለኹ ህይወት ኣነ ጥራይ ዝፈልጦ ንስኻ ከዓ እሞ ፈፂምካ ትርዳእና ኣይትኽእልን ኢኻ በሎ ኣብዚ ህሞት ቶኒ ቃንዛ ሸርሊ ስለ ዝተረድኦ ዝኾነ ቃል ከየምለቐ ትም ኢሉ ሰምዖ ብድሕርዚ ስለ ዝመሰዮም ኣብ ሓደ ሆቴል የዕረፉ። ብሰንኪ ሕጽረት ክፍልታት ክልቲኦም ኣብ ሓንቲ ክፍሊ ንኽሓድሩ እውን ተገደዱ። ናይ መወዳእታ ሓንቲ መርኢት ኣብ ኣልባማ ተሪፋቶም ከኣ ነበረት። ንጽባሒቱ ጉዕዞኦም ቀጸሉ። ኣልባማ እውን በጽሑ። ኣብዚ ቦታ ንሸርሊ ዋላ እኳ ጽቡቕ ገይሮም እንተተቐበልዎ ግና ኣብ መቐይሮ ክዳውንቲ ጸዓዱ ክዳውንቲ ንኽይቅይርን ምስ ጸዓዱ ኮፍ ኢሉ መግቢ ንኸይምገብን ከልከልዎ። ሸርሊ ከኣ ንወናኒ እቲ ሆቴል ምስዞም ጸዓዱ ኮፍ ኢሉ ክምገብ ተፍቅደለይ እንተ ደኣ ኮንካ ጽቡቕ፣ እንተ ዘይኮይኑ ኣብዚ ናይ ሎሚ ምሸት ምሪት ኣነ ኦርጋን ኣይጻወትን እየ በለ። ወናኒ እቲ ሆቴል ንቶኒ ንበይኑ ብምውሳድ ኣነ ንዓኻ ሚእቲ ዶላር ክበካ እየ፣ ግና በጃኻ ንሸርሊ ኣረድኣዮ። እዚ ዝብሎ ዘሎ ፈጺሙ ክኸውን ኣይክእልን እዩ። ምናቱ እዞም ጸዓዱ ሓደ ጸሊም ሰብ ምስኦም ኮፍ ኢሉ ክበልዕ ፈጺሞም ኣይቕበልዎም እዮም በሎ። ቶኒ በዚ ዘረባ ስለ ዝሓረቐ ነቲ ወናኒ ሆቴል ብኻልኦቱ ኣሓነቖ። ኣብ መንጎኦም ከኣ ሸርሊ መጸ። ንቶኒ ከኣ ቶኒ ግደፎ እንተ ኣንስኻ ሎሚ ምሸት ኦርጋን ክትጻወት ትደልዩኒ ኾንካ ክጻወት ይኽእል እየ በሎ። ቶኒ ከኣ ኖ ንኺድ ጥራይ ካብዚ ንውጻእ በሎ። ተታሒዞም ከኣ ካብዚ ሆቴል ወጹ። ክልቲኦም ናብ ሓደ ጸለምቲ ጥራይ ዝኣትውሉ ቤት መግብን መስተን ከኣ ከዱ። ናብዚ ቦታ ዝኾነ ጻዕዳ መጺኡ ስለ ዘይፈልጥ ኣብኡ ዝነበሩ ጸለምቲ ንቶኒ ምስ ረኣይዎ ተገረሙ። ኮፍ ኢሎም እናተመገቡ እንከለዉ እታ ወይተር ንሸርሊ እንታይ እዩ ስራሕኻ ኢላ ሓተተቶ። ቶኒ ከኣ ሸርሊ ኦርጋን ጽቡቕ ከም ዝጻወት ሓበራ። እታ ወይተር እንተ ናይ ብሓቂ ኦርጋን ትጻወት ኮንካ ኣብዚ ሓንቲ ኦርጋን ኣላትና ክእለትካ ኣርእየና በለቶ። ሸርሊ በታ ኣብኡ ዝነበረት ኦርጋን ክጻወት ጀመረ። እቶም ኣብኡ ዝነበሩ እውን ኩሎም ተመሲጦም ሳዕስዑ። ብድሕሪ እዚ ጉዕዞኦም ንምቕጻል ካብታ ቤት መግቢ መሶም ወጹ። ክልተ ሰረቕቲ ኣብ መንኪኖኦም ንዝነበረ ንብረት ንምስራቕ ክፍትሹ ከኣ ረኣዩ። ቶኒ ሽጉጡ ብምውጻእ ንላዕሊ ተኮሰ። እቶም ሰረቕቲ ከኣ ሃዲሞም ከዱ። ሸርሊ እውን እዚ ተኹሲ ሃንደበት ኮይንዎ ሰንበደ። ንቶኒ ከኣ ሽጉጥ ከም ዘለካ ደኣኮ ይፈልጥ ነይረ እየ በሎ ብድሕሪ እዚ መታን ቶኒ ዕለት 25 ክሪስማስ ምስ ስድርኡ ከሕልፎ ክሪስማስ ንኸርክቡ ጉዕዞኦም ናብ ኒውዮርክ ቀጸሉ ኣብ ጉዕዞ እንከለዉ ሸርሊ ንቶኒ እታ ናብቲ ዱካን ምለሳ ዝበልኩኻ እምኒ ሽዑ ከም ዘይመለስካያ ምሳኻ ከም ዘላ ይፈልጥ እየ ስለዚ ካብ ጅቦኻ ኣውፃያ እሞ ኣብ ቅድሜኻ ኣቐምጣ በሎ ቶኒ ነታ እምኒ ኣውፅኡ ኣብ ቅድሚኡ ኣቐመጣ እዞም ሰባት ምስ ግዜ ክልቲኦም ብቐሊሉ ክረዳድኡ ዝኽእሉ የዕሩኽ እዮም ኮይኖም። ኣብ መንጎም ዝነበረ ዓሌታዊ ፍልልይ ምሉእ ብምሉእ እዩ ፈሪሱ። ከም ውጽኢቱ ኸኣ ሸርሊ፣ ቶኒ ሎሚ ምሸት ዝገበረ ገይሩ ገዝኡ ብምብጻሕ ክርስትማስ ምስ ስድርኡ ከሕልፎ ተመነየ። ምኽንያቱ ስድራ ቶኒ ምሉእ ብምሉእ ብምድላው ንቶኒ ብሃንቀውታ እዮም ዝጽበይዎ ዝነበሩ። ኣብታ ምሸት ብርቱዕ በረድ ስለ ዝወደቐ ቶኒ ነዚ ቁሪ ምኽኣል ሰኣኖ። ግና ሸርሊ ንቶኒ ብድሕሪት ብምድቃስ ዝገበረ ገይሩ ገዝኡ ከም ዝበጽሕ ገበሮ። ቶኒ ከኣ ንሸርሊ ምስኡ ንገዛ ንክኣቱ ነገሮ። ሸርሊ ግን ደሓን ኣነስ ንገዛይ ክኸይደ ጥራይ ንስኻ እቶ ብምባል ናብ ገዝኡ ኣምርሐ። ቶኒ ሸርሊ ኣብዛ መዓልቲ ክርስማስ ምስኡ ንክውዕል እዩ ዝደሊ ዝነበረ። ስድራ ቤት ቶኒ ቶኒ ብምምፅኡ ኣዝዮም ተሓጎሱ፣ ብምዉቕ ሰላምታ ከዓ ተቐበልዎ። ሸርሊ ገዛ በጽሐ፣ ግና ኣብ ገዝኡ ዝጽበዮ ወላ ሓደ ሰብ ኣይነበሮም። በይኑ ሕለምለም ክብል ከዓ እዩ ዝረአ። ስድራ ቤት ቶኒ ክርስትማስ ንምጽምባል እንዳጀመሩ እንከለዉ ሃንደበት ማዕጾ ገዝኦም ተዃሕኳሐ። ቶኒ ማዕጾ እንተኸፈተ ሸርሊ ኣብ ደገ እጠው ኢሉ ረኣዮ። ቶኒ ኣዝዩ ተሓጎሰ፣ ሓቚፉ ከዓ ሰዓሞ። ቶኒ ንሸርሊ ምስ ብምሉእ ስድራ ቤቱ ኣላለዩ ስድራ ቤት ቶኒ ከኣ ጋን ኮኖም ምክንያቱ ቶኒ ጸለምቲ ክጸልእ መዓት እዩ ዝነበረ ግና ድሕሪ ቅሩብ ደቃይቕ ናብ ኖርማል ተመልሱ ብድሕሪ እዚ ቶኒ ንሸርሊ ምስ በዓልቲ ቤቱ እውን ኣላለዩ እዛ በዓልቲ ቤትን ቶኒ ንሸርሊ ሓቂፋ ሰዓመቶ ኣብ እዝኑ ከኣ የቐንየለይ ስለቲ ንበዓል ቤተይ ደብዳብ ብኸመይ ጌርካ ከም ዝጸሓፍ ዝመሃርካዮ በለቶ ምክንያቱ ንሳ ትፈልጥ ነይራ እያ ካብ በዓል ቤታ ዝመጻ ዘሎ ደብዳበ ሸርሊ እዮ ጽሕፎ ከም ዝነበረ ሸርሊ ከኣ ነዚ ምስ ሰምዐ ፍሽኽ በለ እዛ ግሪን ቡክ እትብል ሓቀኛ ዛንታ ከኣ ኣብ ዝተፈጸመት ካብዛ ዛንታ እንመሃሮ ነገር እንተ ደኣ ሃልዩ ንሕና ደቂ ሰባት ኣተሓሳስባና ኣዘራርባና ኣብ ነገራት ዘለና ኣረኣእያን ካብ ከባቢናን ሕብረተሰብናን ዝወረስናዮም ምዃኑ እዩ እቲ ሓቂ ግን ኣብዚ ዓለም ዘሎ ነፍሲ ወከፍ ሰብ ሓደ ዓይነት እዩ። ምናልባት ሓደ ሰብ ብኣከዳድንኡን ኣተሓሳስብኡን ካብ ካልእ ሰብ ዝተፈልየ ክኸውን ይኽእል እዩ። ግና ሕብሪ ደምን ንብዓትን ዝኾነ ሰብን ኣብ ልቢ ነፍሲ ወከፍ ሰብ ዘድምፅ ስምዒትን ሓደ ዓይነት እዩ። እዚ ማለት ከዓ እቲ እንኮ ነገር ንሓደ ሰብ ካብ ካልእ ሰብ ዝፈልዩ እንተደኣ ሃልዩ ኣተሓሳስቡ ጥራይ ከም ዝኾነ እዩ እንተዘይኮይኑ ኩላትና ሓደ ኢና ዝኽበርኩም ተኸታተልቲ ተስፋ ይገብር ዛዛንታ ፈቲኹማ ትኾኑ ኣብ ቀፃሊ ብካል ትሕሶ ሃሳብ ንራኸብ ሰላም ፅንሑ